ሰላም ሰላም ጥዕና ይሃበልና ሰማይ መልቲ ሚድያ እዩ እዚ ትሕዝቶ መደብ ቀጽል ከመይ ኣለኹም ኣብ መላእ ኩርናዕ ዓለም ትርከቡ ስድራ ቤት ሰማይ መልቲ ሚድያ ክብርኹም ሰላምኩም ጽቡቕ ነገርኩም ብዝሕዝሕ ይበለልና ፈጣሪ ኣምላኽ ዝሓሰብኩሞ ኩሉ የሳኽዐልኩም ጥዑም ነይሩ ቀደም ጥዑም ነይሩ ሓወይ ሓወይ ቀደም ጥዑም ነይሩ ሓፍተይ ሓፍተይ ቀደም ንዑም ነይሩ።
ኣብ ከተማ መቐለን ከባቢኣን ኣብ ከተማ ዓዲግራትን ከባቢኣን እናተዘዋወርና መተዓቢትኹም በዚ ቻናል ኣራኺብናኩም ኢና። ካልኦት እውን ዝተረፉ ኣለዉ። በብሰዓቱ ናባኻትኩም ክነብፅሕ ኢና ማለት እዩ። ዝረኸብናዮም፣ ዘይረኸብናዮም ከዓ እናደለናዮም ኣለና ማለት እዩ ኣብ ዝሓለፈ ሓገዝ ንዝደልዩ ሰብኣውነት ተሰሚዒኩም ንዝሓገዝኩሙልና ክብሪ ተወንዘፉልና ሰብ ንሰብ ክሕግዞ ከሎ ፈጣሪ ከኣ ንቲ ሓጋዛይ ሰብ ከምዝዝክሮ እቲ ዝወጸ ከምዝትከኣሉ መቸም ለባማት ስድራቤትና ኢኩም ትፈልጥዎ ማለት እዩ ሳብስክራይብ ዘይገበርኩም ሳብስክራይብ እናገበርኩም ትሕዝቶና ተከታተሉ ምክንያቱ ኣንሕና ሓድሽ ቪድዮ ክንጽዕን ከለና ብቀጥታ ነናብ ዘለኩሞ ምእንታን ክመጸልኩም እየ። ናብ ከተማ ኣዲስ ኣበባ ጉዕዞና ክንገብር ካብ ከተማ ኣዲስ ኣበባ ተደዊሉና ብድሙቕ ኣቀባብላ ከኣ ተቐቢሎም ምስ ብዙሓት ዝኾኑ መተዓብይትኹም ተራኺብና ቁም ነገር ኣዕሊልና ብዛዕባ ሰላም ዘሚርና ሕሉፍ ዘኪርና ሰኒድና መጺና ኣለና። ተዛወሪ ማኪና ተዛወሪ እይ ካብቲ ግዘ ንስነት መለስኒ። ብዛዕባ ፍቕሪ ኣዕልለኒ ፍቕሪ ከመይ ይገብር? ፍቅርና ከም ሕልበት ወቕዓ ከይጀመርክ እንዲኺ ከም ኤሌክትሪክ ክሕዘካ እዋ የንገርግረካ እዋ ማሸላዶ ጥዕምቲኖ ሻሓጎሰ ሃብኒ ሻሸይ ክዕምሞ በስመ አብ ተልካ በስመ አብ ምብል ምሳኻ ቶም ሸይጣን ደሚ ደሞ
ኣቦያተይ ግበሩና ጸሎት ኣቦይ ኣደይ ግበሩልና ጸሎት ጉድ ርኢና ደም ሕብሩ ጽላሎት። ኣስመራ
ሓዳር ከይገበረት ጓል ኣንስተይቲ ክትጠንስ ኣይትኽእልን እያ ነይራ። ሓቀይ?
ብዓቢይ መማኽርተይ ካብ ግዜ ምስ ይናፍቓ ኣለኹ።
ጽሉላት ብጣዕሚ እየ ድፈልጥ ኣነ ገዛትና። ኣብ ቀጽል ትሕዝቶ መደብ ኣብ ሰማይ መልቲ ሚድያ ክትረኽብዎ ኢኹም። ስድራቤት ዘይኮንኩም እንድሕር ሃሊኹም ሕጂ ሕጂ እታ ደወል ምልክት ጥውቕ ኣቢልኩም ስድራቤት ኩኑ። ክንጋገ ከለና እናበልኩም ጽቡቕ ክንሰርሕ ከለና ከኣ ኣጆኹም ቀጽሉሉ ንትብሉና ስድራቤትና ክብሪ ተወንዘፉልና። ቀጽልና ቀጸለ እዩ ጉዕዞኹም ምሳና ይኹን።